መግለጺ ቅዋም ኣርሚ ዕስራን ክልተን መእተዊ፣ ሰራዊት ትግራይ ንህዝቢ ትግራይ ከጽንቱ ጀኖሳይዳዊ ወራር ዝፈጸሙ ልፍንታውያን ሓይልታት ብመስተንክራዊ ጅግንነቱ መኪቱ ጸላእቲ ህዝቢ ትግራይ ተገዲዶም ውዕሊ ክፍርሙ ዝገበረ ጅግና ቁርጽዋን እዩ። ኣካል ሰራዊት ትግራይ ግንባር ደቡብ ዝኾንና ሰራዊት ኣርሚ ዕስራን ክልተን እውን ኣብቲ ዝተገበረ ናይ ህልውና ተጋድሎ ኣብ ኩሎም ዝተሰለፍናሎም ግጥማት ሕቖ ፀላእቲ እናሰበርና ክሳብ እታ ውዕሊ ዝተፈረመትላ ዕለት ድሙቓት ዓወታት ብምምዝጋብ ኣካልቲ ወርቃዊ ታሪኽ ዝኾንና ጅግና ኣሃዱ ኢና። ድሕሪ ምፍራም ውዕሊ ፕሪቶርያ እውን እንተኾነ ንሓለዋ ሰላምን ፀጥታን ህዝቢ ኣብ ዝተመደብናሎም ከባብታት ናይ ባዕልና ንስድራናን ከቢድ ፀገም መነባብሮ ተፃዊርና ብተኣማንነት ተልእኾና እናፈፀምና መፂና ኢና። ብፍላይ ኣብ ከተማ መቐለን ከባቢኣን ውሑስ ፀጥታ ንምርግጋፅ ምስ ተመደብና ምስ ካልኦት ኣካላት ፀጥታን ህዝብናን ብምትእስሳር ለይትን ቀትርን ብዘይ ዕረፍቲ ሓላፍነትና ተዋፂና ኢና። ብፍላይ ከዓ ውሽጣዊ ወጥሪ ፖለቲካ ትግራይን ሕማቕ ኩነታት ፀጥታን ኣብ ዝነበረሉ ከም ኣርሚ የማነ ፀጋም ዝላጋዕ ንፋስ ፖለቲካ እንተይፀለወና ነዛ ማእኸል ፖለቲካን ኢኮኖምን ትግራይ ዝኾነት ከተማ መቐለ ውሕስቲ ኣብ ምግባር ታሪኽ ዘይርሰዖ ስራሕ ሰሪሕና ኢና። ኣብዚ ቀረባ ግዘ ግን። ውሕዳት ኣባላት ኣርሚ ዕስራን ክልተን ሕቶ ጥቕማ ጥቕሚ ሒዞም ብዝገበርዎ ሰልፍን ምዕፃው መንገድን ህዝብና ጎዲእናን ኣደናጊፅናን ብኣንፃሩ ከዓ ንፀላእትና ኣጀንዳ ፈጢርናሎም ኢና። ስለዝኾነ ሰልፊ ዝወፃእናን ዘይወፃእናን ጠቕላላ ኣባላት ኣመራርሓን ኣርሚ ዕስራን ክልተን ተኣኪብና ነቲ ዝተፈጠረ ሕማቕ ኩነታት ብምግምጋምን ብምርድዳእ ብምፍጣርን ነቲ ንኣርምና ዘይውክል ወታደራዊ ነውሪ ኢልና ዝገለፅናዮ ኮኒንናዮ ኣለና። ብመሰረት እዚ ብመሰረት እዚ ሰራዊት ትግራይ ንሓተቶም ዝመፀ ሕቶታት ጥቕማ ጥቕምን ምሕላው ክብሪ ተጋዳላይን ግዝያዊ ምምሕዳር ትግራይ ቀልጢፉ መልሲ እንተይሃበሎም ምፅንሑ ጌጋ ከምዝኾነ ዋላ እኳ ሰራዊት ረብሓታቱ ክረጋገፅሉን ክብሩ ክሕለውሉን ንዝግባእ እንተኾነ ዕጡቕ ሓይሊ ሰልፊ ክገብር ስለዘይፍቀድ ሰልፊ ዝገብሩ ኣባላትና ስሕተት ዝፈፀሙ ምዃኖምን መንገዲ ምዕፃዎም ከዓ ንህዝቢ ዝጎድእ ተግባር ምዃኑን ሕቶታትካ ብትካላዊ መስርሕ ኣቢልካ ኣብ ክንዲ ምቕራብ፣ ሰልፊ ምክያድን መንገዲ ምዕጻውን፣ ነዛ ዓዲ ናብ ሓደጋ ዘእቱን ንጸላእቲ ድኹዒ ኮይኑ ብጅግንነትና ዝኸሎፍናዮም ጽንተት ክቕጽሉሉ መንገዲ ዝኸፍትን ምዃኑ ብጭቡጥ'ውን ብቲ ዝተገበረ ሰልፍን ምዕጻው መንገድን ተስፋ ገይሮም ክጥቀሙሉ ዝተዋደደ ምንቅስቓስ ከምዝገበሩ ውሑዳት ኣባላት ኣርምና ብዝገበርዎ ሰልፍን መንገዲ ምዕጻውን ምኽንያት ኣብ ኢኮኖሚያዊ ማሕበራውን ጉዳያትና ምትእጉጓል ከም ዝፈጠረን ንፖለቲካናን ጸጥታናን ከም ዝጎደእን ብምድምዳም እዚ ዝስዕብ በዓል ሸውዓተ ነጥብታት መግለጺ ቅዋም ኣውጺእና ኣለና። ሓደ፣ እቲ ዝተገበረ ሰልፊ ዕጡቕ ሓይሊ ክገብሮ ዘይግባእን ሓደጋ ዘስዕብ ስለዝኾነን ኣባላት ኣርሚ ዕስራን ክልተን ሰልፊ ብምውጽኦም ንህዝብና ይቐሬታ ንሓትት። ክልተ፣ መንገዲ ምዕጻው ኢኮኖሚያዊ፣ ፖለቲካዊ፣ ማሕበራውን ጸጥታውን ጉድኣት በጽሑ እዩ። ስለዝኾነ ብቲ መዕጸዋ መንገዲ ቀጥታ ጉድኣት ዝበጽሖም ውልቀ ሰባትን መላእ ህዝብናን ይቕሬታ እናሓተትና እዚ ዓይነት ተግባር ብኣባላት ኣርምና ከምዘይድገምን ድሕሪ ሕዚ ብዝኾነ ይኹን ኣካል ከምኡ ዓይነት ናይ ሰልፍን ምዕጻው መንገድን ኣካይዳ ከይፍጠር ድማ ብምሉእ ተኣማንነት ሓላፍነትና ከም እንዋጻእን ጸጽታ ህዝብና ከም እነውሕስን ቃል ንኣቱ። ቅኑዕ ናይ ጥቕማ ጥቕምን ክብርን ይተሓለወልና ሕቶ ብምሓዝ ዝተገበረ ሰልፊ፣ ፀላእቲ ህዝቢ ትግራይ ጨውዮም ናብ ረብሐኦም ንምልዋጥ ትግራይ ማእኸል ሕድሕዳዊ ጎንፂ ንምግባርን ዝኸድዎ ነዊሕ ርሕቐት ብግልፂ ተረዲእናዮ ኣለና። ስለዝኾነ ካብ ሕዚ ንደሓር ንባዕልና ከም ቀደምና ስርዓት ተጋዳላይነት ብምሕላው ንህዝብና ዝህውኹ ተግባራት ብምቁፅፃርን ነፀላእትና ባይታ ብምስኣንን ፀፅታን ድሕንነትን ህብዝና ውሕስ ከምንገብር ነረጋግፅ። እንምረሐሉ ሕገ ደንቢ ኣኽቢርና ብዲሞክራሲያዊ መንገዲ ዝመስለና ናይ ምሕታት መሰል ከም ዘለና እንኣምን፣ እንሓቶም ሕተታት ካብ ተልእኾና እንተይወፃእና ብሕጊን ብቲ ዝተለመደ ናይ ሰራዊት ኣመራርሓ ሰንሰለትን ብስርዓት እናሓተትና ላእላውነትና ንምርግጋፅ ህዝብና ውሑስ ላዕላውነትና ንምርግጋፅን ህዝብና ውሕስ ንምግባርን ኣብ ዝግበር ቃልሲ ሕዚ እውን ከም ትማሊ ብፅንዓት ከም እንቃለስ ቃል ንኣቱ። ንሕና ሰራዊት ትግራይ ግንባር ደቡብ ኣርሚ ዕስራን ክልተን ኩሉ ግዘ ካብ እንሓቶም ሕቶታትን እነቕርቦም ሓሳባትን ብስሩ እውን ካብ ንቃለሰሎም ዘለና ዕላማታት ሓደ ልኣላውነት ትግራይ ክኽበርን ተማዛበልትና ክምለሱን ምግባር እዩ። ስለዝኾነ ልኣላውነትና ንምኽባር ተማዛበልትና ንምምላስን ክስራሕ ዝግብኦ ስራሕ ክስራሕ ከምዘለዎ እናሓተትና ንተግባራውነቱ ዝወሃበና ዝኾነ ይኹን ተልእኾ ብተኣማንነት ንምፍፃም ድልዋት ምዃንና ድማ ቃል ንኣቱ። ኣብ ልዕሊ ሰራዊት ትግራይን ወታደራዊ መራሕቱን ዝበፅሕ ዘሎ ፕሮፓጋንዳዊ መጥቃዕትን ፀለመን ኣትሪርና ንኹንን። ሸውዓተ ኣብ መወዳእታ ንሕና ሰራዊት ትግራይ ዋላ እኳ ንጥቕማ ጥቕሚ ኢልና እንተዘይተጋደልና ባዕልናን ስድራናን ኣብ ትሕቲ ዕላማን ህልውናን ህዝቢ ትግራይ ሰሪዕና ንህልውና ህዝብና እናታገደልና እንርከብ ክሳብ ውሕስና ትግራይ ዝረጋገፅ እውን ምግዳልና እንቕፅልን ብምዃንና ንኢኮኖሚ ስድራና ሓጋዚ ዝኸውን ተልእኾና ድማ ብብቕዓት ንክንፍፅም ዝገብርን ዝግበእና ጥቕማ ጥቕሚ ንዋጋ ገድልና ዝምጥን ክብርን ክወሃበና እናሓትት ንሰላም ቅድሚት ንሰርዕ ብህልውና ህዝብና ግን ኣይንደራደርን። ዘለኣለማዊ ክብርን መጎስን ንስዋኣትና። ኣብ ሰራዊት ትግራይ ግንባር ደቡብ ኣባላትን ኣመራርሓን ኣርሚ ዕስራን ክልተን፣ ትሽዓተ ጥቅምቲ ክልተ ሽሕን ዓሰርተ ሸሞንተን ዓመተ ምህረት፣ መቐለ።